ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓድሽ ዝኾንኩም ከዓ እንኳዕ ዳሕና መፃኹም እናበልና ናይ ኩሉ ሻዕ መድመፅቲ ናይዚ ቤተሰብና ኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ንክሰምዕዎ እውን ብክብሪ ንዕድመኩም ብኣርከስ ሰማዕተይ ካብዚ ቀፂልና እነስማዕኩም ቀጥታ ካብ ሰማዕትና ካብ ግንባር ትግራይ ዝተልኣኸልና እዩ ምንም ነገር ዝወሰኽናሉ ምንም ነገር ዝቐነስናሉ ነገር የለን ንህዝቢ ትግራይ ንኩሉ ነገር ብቻ ዘተሓላለፎ መልእኽቲ ኣሎ ንሱቲ መልእኽቲ ሓቢርና ንስማዓዮ ሻዕ መጨረሻ ግን ስምዕዎ ህዚ ህዚ ዝበፅሐና መልእኽቲ እዩ ቀጥታ ናባኻትኩም ኢና ኣፕሎድ ንገብሮ ዘለና ከምቲ ዝበልናኩም ምንም ዝወሰኽናሉ ዝሓተትናሉ ዝቐነስናሉ ምንም ነገር የለን ከም ዘላ እያ ከም ተልኣኸት እያ ናባኻትኩም ኣምፂናያ ኣለና እሞ ወዲእኹም ስምዕዋ ናይ መጀመርያ ሰሚዕኹም ደስ ዘይበለኩም እንተኮይኑ ወዲእኹም ሰሚዕኹም ከዓመ ዝምስለኩም ኮሜንት ፀሓፉ እቲ ኮሜንት ከንቦ እየ ይደሎ ክንልእኸሉ ኮላ ኢና ስለዚ ኩልኹም ኮመንት ትፅሕፍዎ እንተለኹም ፀርፍን ገለመለ እንተይገበርኩም ፀሓፍዎ ግን ዝደለኹምዎ ፅሒፍኩም ወዲያው ንሱ ዓመ መልሲ ክህበሉ ይኽእል እዩ እዚ እናበልና እምበኣርከስ ናብኡ ንሕለፍ ሓቢርና ንስማዓዮ ሰማዕተይ ከመይ ሰላም ዶ ከመይ ንኩሉ ትግራዋይ ኮነ ንኩሉ ትግርኛ ተዛራቢ ማለት እዩ ንኹሉ ትግርኛ ተዛራቢ ዋላ ባንዳ ይኹን ዋላ ፀላኢ ይኹን ዋላ ሓሳዊ ይኹን ዋላ ለኽባጥ ይኹን ዋላ ዕሱብ ይኹን ትግራዋይ ትግራዋይ እዩ ትግራዋይ ትግራዋይ እዩ መንነትካ ትግራዋይ ኢኻ እዚ ፈሊጥካ ኣብቲ ጅግና ጎኒ ህዝብኻ ቁም ኣይትሰሓሓት ኣይትደናገር ፅባሕ ካሊእ መዓልቲ እዩ ፅባሕ ካሊእ ግዜ እዩ ፅባሕ ካሊእ ዝፀሓፈሉ ታሪክ እዩ ናትካ ታሪክ እውን ክፀሓፍ እዩ ናትካ ታሪክ እውን ክፀሓፍ እዩ ኣነ ዝብል ሕጂ እውን ኣይትጋገዩ ኣይትጋገዩ ገንዘብ ሓላፋ እዩ ህይወት ሓላፋ እዩ ኩላና ንሓልፍ ኢና ዘይሓልፍ ሕብረተሰብ ግን ትውልድ ኣሎ ካብ ድሕርና ዝፈሪ ትውልዲ ናህና ዝትካእ ትውልዲ ኣሎ እዚ ትውልዲ እዚ መን እዩ እቲ ወንጀለኛ መን እዩ እቲ ሓሳዊ መን እዩ ተለኽባጥ መን እዩ ሻጢ ሃገር ብዝብል ታሪኽ ክጸሓፍ እዩ። ታሪኽኩም ንዝቐርዩ ቤተሰብኩም ጸሊም ታሪኽ ኣይትግደፉሎም። ሕጂ እውን ጸሊም ታሪኽ ኣይትግደፉሎም። ትግራዋይ ኢኻ እሞ ትግራዋይ ምሰል። ትግራወይቲ እኹም እሞ ትግራወይቲ ምምሰል እዩ ዕድመን ፆታን ከይፈለየ ሕጂ እውን ኮነ ኢሎም ንዓና ከጥፉ መፅኦም ተወዲቦም መፅኦም ተጎጅሎም መፅኦም ሃገራት ዓዲሞም ሃገራት የእትዮም ድሮናት ዓዲሞም ዓለም ዓዲሞም መፅኦም ከጥፉና ኣይጠፋእናን ኣይጠፋእናን። የግዳስ ጠንኪርና ወፂና የግዳስ ጥንክርና ምሂሮምና የግዳስ ቅልፅምና ኣርጉደሞ ትግራዋይነት በዓልቶም ፀላእቲ መስኪሮሞ እንታይ ምዃኑ ትግራዋይነት ባዕሎም መስኪሮሞ ስለዚ ባዕልቶም ዝመስከርዎ ትግራዋይነትና ብናይ ባዕልትና ብናይ ውሽጥና ሕማቕ ብናይ ውሽጥና ድኽመት ዳግም ክፈታተኑና ይረኣዩ ኣለዉ ኣብዚ ጉዳይ እዚ ትግራዋይ ተጠንቀቕ ትግራዋይ ሕሰብ ትግራዋይ ኣስተውዕል ትግራዋይ ሓፂር መንገዲ ምረፅ ግዜኻ ኣይተንውሕ ግዜኻ ኣይተጥፍእ ግዜኻ ግዜኻ ግዜኻ ተጠቐመሉ ኣብዚ ሕይ ሰዓት ትግራዋይ ኣብ ምጥፋእ ኣፋፌት ኣሎ እዚ ከዓ ናይ ባዕልትና ድኽመት እዩ ናይ ፀላእትና ኣይኮነን እዚ ናይ ባዕልትና ድኽመት እዩ ካብዚ ድኽመት እዚ ወፂና ትክክለኛ ትግራዋይነትና ክነመስክር ኣለና መሬትና ክነመልስ ኣለና ላዕላውነትና ክነመልስ ኣለና ዝተፋናቀሉ ወገነትና ወደ ቦቶም ክንምልሶም ኣለና እንተዘይኮይኑ ግን ብዘለናዮ ክንጠፍእ ኢና ኣብዚ ጉዳይ እዚ ንመሪሕነት ውድብ ወይ ድማ ንግዝያዊ መንግስቲ ንሰራዊት ሂብካ ስቕ ዝበሃል ኣይኮነን ትግራዋይ ብምሉእ ተላዒሉ ትግራዋይነቱ ከመስክር ኣለዎ ኩሉ ነገር ኣብ ኢድና እዩ ኩሉ ቅልፅምና ኣብ ኢድና እዩ እንታይ ደኣ መራሒ የለን እንታይ ደኣ ኣስተውዒልና ኣይንሓስብን ኣስተውዒልና ኣይንሓስብ ኣብ ምድንጋር ኣብ ዕንክሊል ኣብ ሕርኩስኩስ ንርከብ ስልጣን ኣብዚ ሕጂ ሰዓት ኣብ ትግራይ ስልጣን ይድለ እዩ ኣብዚ ሕጂ ሰዓት ኣብ ትግራይ ኣብ ትግራይ ክሳድካ ከተርጉደ ይረአ ኢልና ኣብዚ ሕጂ ሰዓት ኣብ ትግራይ ክሳድካ ከተርጉድ ከብድኻ ተግዝፍ ኣይፍቀድን ወንጀል እዩ ወንጀል እዩ ትገብሮ ዘለካ ትኩሉ ሽግራት ተጻዊርካ ሓሊፍካ ትኩሉ መስዋእቲ ከፊልካ ሓሊፍካ ሎሚ ኣብ ሓንቲ ወንበር ከፍ ኢልካ ህዝብኻ እንዳተሳቃየ ህዝብኻ እንዳሞተ ሰኣን መድሓኒት እንዳሞተ ከፍ ኢልካ ወንበር ክስሕቆ ትብል ኣለኻ ባዕልኻ ብሽም ጸላእቲ እንዳበልካ ትገብሮ ዘለኻ መንገዲ ጸላእቲ እዮም ግዜያዊ መንግስቲ እዮም ሕወሓት እዮም እንዳበልካ ትገብሮ ዘለኻ ምድንጋር ተቐባልነት የብሉን ሎሚ ጽባሕ ህዝቢ ትግራይ ሎሚ ፅባሕ ህዝቢ ትግራይ እቲ መሬትካ እቶም ሰልጣንካ ኣብ ቅልፅምካን ኣብ ቅልፅምካን እዩ ዘሎ ነዚ ዘሎ መራሒኻ መልእኽቲ ሃቦ ተስብ ኣሎ እምብተይሉ እኳ ፋስ ጎዘሞ እምኒ ሒዝካ ካብ ቢሮ ከም ዘይወፅእ ካብ ቢሮኡ ተባይሩ ናብታ ዘጥፈኣና ዓዲ ክኸይድ ከም ዘለዎ ግበሮ። ጠቕላላ መራሕ ኣይትሰእንን፣ መራሒኻ ባዕልኻ ኢኻ፣ ዓቕምኻ እውን ባዕልኻ ኢኻ፣ ኩሉ ነገር ባዕልኻ ስለ ዝኾንካ ህዝቢ ትግራይ ሕጂ እውን ግዜን ሰዓትን ክትቦም የብልካን፣ ኣባራብሮም። መሬተይ መልሱለይ፣ ግዝኣት ትግራይ መልሱለይ፣ ዝተፈናቐለ ህዝበይ ናብ ቦትኡ መልሱለይ ኢልካ ድምፅኻ ኣስመዓዮም እዚ ድምፂ ክሰምዑ ከም ዘለዎ ግበሮም እንተዘይሰሚዖም ከዓ ዝበልኩኻ ፋስን ጎዘመን በትርን ሒዝካ ውፃእ በሎ እንድሕር ዘይሰርሖም ከዓ ተበገስ በሎ ኣይንደልየካ ኢና በሎ ተስ በሎ ኣይደልየካን በሎ ሓሳብኻ በሎ ኣጨርባርኻ በሎ ከምዚ ተለዓይልካ መሬትካን ህዝብኻን ባዕልኻን ባዕልኻን ክተድሕኖ ከም ዘለካ መልእኽቲ ተሕልፈልካ ንህዝቢ ትግራይ ኣታ ጅግና ህዝቢ ምንም ዘይሕርብተካ ኩሉ ነገር ኩሉ ዓቕምኻ ኣብ ኢድካ ፍልጠትካ ኣብ ርእስኻ ኩሉ ዓቕምኻ ኣብ ባዕልኻ ስለ ዝኾነ ነዞም መራሕትኻ እዚኦም ሕጂ እውን ሕጂ እውን ግዜን ሰዓትን ኣይትሃቦም ሕጂ እውን እዛ ክረምቲ ከይኣተወት እናሃለወት ግዜን ሰዓትን ክትህብ የብልካን፣ ክትፈቅድ እውን የብልካን። ጠቕላላ ተዘይክኢሎም ኣይከኣልናን ኢሎም ስልጣን የረክቡኻ። ካብኡ ግዝያዊ መንግስቲ ዝበሃል ንዓኻ ኣይምጥነካን፣ ባዕልኻ ዝመረጽካዮ መንግስቲ ተሎ መንግስትኻ ናብ መረበቱ ይመለስ፣ ምክሪ ቤቱ ናብ ናብ መረበቱ ይበለስ። ካብኡ ብደሓር ንሱይ ጎረባብቲ ሃገራት ድማ ሰላም ሰላም ንኩሉ ሰላም ሰላም የድልዮ እዩ ሰላም ክትገብር ኣለካ ሰላም ይግበሩ ምስ ዝኾነ ይኹን ዓይነት ሰላም ገይሮም ብሰላም መንገዲ ጉዳይና ክንውድእ ከም ዘለና እንተዘይተወዲኡ ድማ ምስ ዝምልከቶ ኮይና ንዓና ንዝረብሐና ኣካል ናብ ጎንና ምፅና ፀላእትና ክንቅንስ ግዲ ስለ ዝኾነ ምስ ፀላእትና ምስ ጎረብቲ ሃገርና ዕርቂ ግዲ ስለ ዝኾነ ብፍላይ ብወገን ኤርትራ ዘሎ ብደንበ ኣጠናኺርካ ቀፂልካ ፀላእትኻ ምቕናስ ዝመስሎ ነገር የለን እሞ በዚ ጉዳይ ድማ ኣጠናኺርካ ቀፅለሉ። ሕጂ እውን መራሕትኻ ቀስቅሶም ባዕልኻ መራሕትኻ ተስበሎም ባዕልኻ እዙይ ተዘይኮይኑ ደቀስቲ እዮም ረሳዕቲ እዮም ዝውዕልዎ ኣብ ስልጣን ሸኾርተት እዩ። ምሸት ከኣ ገዲፎማ ናብ ውሽከ መዝጎዩ እዙይ ስለ ዝኾነ ሕጂ እውን ደጊመ ክዛረበካ ካብ ጽባሕ ጀሚርካ ካብ ጽባሕ ጀሚርካ ሰላም ሰልፊ ወጺኻ መንገድኻ ዕጾ ኩሉ ነገር ዝኾነ ፍታሕ ከይረኸብካ መንገዲ ከይትኸፍት ኮይካ ውፃእ ቆልዓ ምስ ሰበይቲ ዕድሜ ፆታ ከይፈለየ ኩልኻ ዓርስኻ ድሕን ዓርስኻ ድሕን ነዞም መራሕቲ እዚኦም ተኣማሚንካ ሕዩን ተጎሊብካ ይደቅስ ዚኣኽሎካ የቐንየለይ ብሓርግስኩም ትስወልናኩም ሰማዕተይ እዚ ምንም ናይና የብሉን ተጋዳላይ ትግራይ ካብ ግንባር ኮይኑ ዝለኣኸልና እዩ እዚ ኣከታቲሉ ሰፊሕ ዝኾነ ነዊሕ ዝኾነ ብዙሕ ብዙሕ ዝፈልጦ ኣለዎ ዝለዓለ ናይ ድሕንነት ናይ ትግራይ ሰራዊት ድሕንነት ሓላፊ ካብ ዝነበሩ ሓደ እዩ ስለዚ ዝፈልጦ እዩ ዝዛረብ ዘሎ ዝፈልጦ ብዙሕ ነገር ኣለኒ ይብለ ኣሎ ኩሉ ነገር ግን ቅድሚ ምውፅአይ ህዝቢ ክምለሰ ኣለዎ ኢልና ህዝኒ ክንቅስቅስ ኣለና ህዝቢ እንድሕር ዘይተመሊሱ ህዝቢ እውን ኣብ ስንሳቶም ምንቋር ኣብ ወንበር ምድፋእ እንድሕር ዘሕልፍዎ ኮይኖም ግን ኩሉ ክነውፅኦ ኢና እዩ ዝብለና ዘሎ እዚ ንመጀመርያ ዝለኣኾ እዩ ካልኦት እውን ዝለኣኸልና ኣሎ ግን ናይዚ መልሲ እንድሕር ደሊኹም ከዓም ክትህቡ እንድሕር ደሊኹም ኣብቲ ኮሜንት ጸሓፉ ጸርፊ እንድሕር ልዎ ሰማዕተይ ኩሉ ሻዕ ሰብ ኣይሰምዐካን እዩ በዚ ትኽክለኛ ጸሓፍዎ መልሲ ሃብዎ ካብኡ ንሱ ጥራሕ ኣይኮነን ዝርዮ ብዙሕ ብዙሕ ናይቲ ሰራዊት ብዙሕ ህዝብና ዝርዮ ዝንቦ ስለ ዝኾነ ተጠንቂቕኩም ጸሓፉ እናበልኩ ንህዘው ዝይኣህለና ሻዕ ዘቕፅል ግዜ ሰላም ድሓኑ ዓዲ ሃንደሩ ቻው